ሰላም ከመይ ትፀንሖን ክቡራት ተኸታተልትና፣ እዚ ባይቶና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፂና ኣለና። እዋናዊ ዝኾኑ ዜናታትና ብእዋኑ ንኽበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ። ሼር ላይክ ብምግባር እውን ክተተባብዕና ብኽብሪ ንዕድም። ሕወሓት ብግብረ ሽበራ ንምፍራድ ፓርላማ ኢትዮጵያ ምድላዋት መወድኦ፣ ኣብ ልዕሊ ሰራዊት ትግራይ ሓድሽ መጥቃዕቲ ድሮን፣ መልሲ ሕወሓት ንእገዳ ኣሜሪካ፣ ወራሪ ሓይሊ ብግንባራት ዝጀመሮ መጥቃዕቲ፣ ወልቃይት ዝተጀመረ ስጉምትን ህድማ ወረርትን ዝምልከት ሰበር ዜና፣ ህዝቢ ትግራይ መጥቃዕቲ ድሮን ንምክልኻል ዝተመሓላለፈ መምርሒ፣ ክቡራትን ክቡራትናን ናይዚኤሙን ናይ ካልኦትን ብርክት ዝበሉ ምዕባለታትን ክነካፍለኩም ኢና ክትከታተሉና ብኽብሪ ንዕድመኩም ብልፅግና ናብ ትግራይ ዝኣቶ ኩሉ ዓይነት ቀረባት ከልኪሉ ህዝቢ ትግራይ ብጥሜትን ብስእነት መድሓኒትን ክፀንት ይገብሮ እኳ እንተሃለወ ኣሜሪካ ኣብ ልዕሊ መራሕቲ ህወሓት እገዳ ምቕማጣ ናይ ህወሓት ናይ ዲፕሎማሲ ውድቀት ከም ዝኾነ እንዳተገለፀ ይርከብ። እገዳ ኣሜሪካ ህዝቢ ትግራይ ግዝኣቱ ካብ ምምላስን መሰሉ ካብ ምርግጋፅን ዘይክልክሎ እኳ እንተኾነ ህዝቢ ትግራይ ተበዳለ እናሃለወ ከም በዳሊ ዝተቖፀረሉ መንገዲ ግን ውድቀት ዲፕሎማሲ ህወሓት ከም ዝኾነ ምሁራት ገሊፆም ኣለዉ። ኤምባሲ ኣሜሪካ ኣብ ኢትዮጵያ ምስ ብልፅግና ብዘለዎ ፅቡቕ ርክብ ተጠቒሙ ንሰበስልጣን ኣሜሪካ ዝተዛበዐ ሓበሬታ ብምሃቡ ሰበስልጣን ኣሜሪካ ድማ እቲ ስጉምቲ ክውስዱ ከም ዝኸኣሉ ተገሊፁ ኣሎ። ስለዚ እቲ ዋና ችግር ፈጢርዎ ዘሎ እቲ ኣብ ኣዲስ ኣበባ ዝርከብ ኤምባሲ ኣሜሪካ እንትኸውን ንሱ ድማ ብተደጋጋሚ ናብ መቐለ ክመላለስ ከምዝፀንሐ ተፈሊጡ ኣሎ። እገዳ ኣሜሪካ ሽዱሽተ ሰበስልጣናት ትግራይ ትኹረት ዝገበረ እንትኸውን ንሳቶም ድማ ዶክተር ደብረፅዮን ገብረሚካኤል፣ ኣይቶ ኣማኒኤል ኣሰፋ፣ ጀነራል ምግበይ ሃይለ፣ ጀነራል ሃይለ ስላሰ ግርማይ፣ ጀነራል ፍስሃ ኪዳነን ጀነራል ማሾ በየነን ከም ዝኾነ ተገሊጹ ኣሎ። ህወሓት ነቲ ብኣሜሪካ ዝተገበረ እገዳ ዘይፍትሓውን ሓቃውን ሓበሬታ መሰረት ዘይገበረን ክትብል ነጺጋቶ ኣላ። እዚ ከምዚ ኢሉ እናሃለወ ፓርላማ ኢትዮጵያ ህወሓት ንኻልኣይ ግዜ ብግብረ ሽበራ ንምስያም ምድላዋቱ ከም ዝወደኣ ሕጂ ዝተረኸበ ሓበሬታ የረድእ። ፓርላማ ኢትዮጵያ ኣብቲ ጀኖሳይዳዊ ኹናት እውን ህወሓት ኣብ መዝገብ ግብረ ሽበራ ኣቐሚጥዋ ከምዝነበረ ዝፍለጥ እንትኸውን ድሕሪ ውዕሊ ሰላም ፕሪቶርያ ካብ መዝገብ ግብረ ሸበራ ከምዝተሰረዘት ይፍለጥ። ሕጂ ድማ ብልጽግና ንሕወሓት ኣብ መዝገብ ግብረ ሽበራ ንምስፋረን ናብ ትግራይ ዝንቀሳቐስ ዝኾነ ይኹን ናይ ገንዘብ ሓገዝ ንምዕጋትን ከም ዝወሰነ ተሓቢሩ። ብልጽግና ንሕወሓት ኣብ መዝገብ ግብረ ሽበራ ንምስፋር ዘዳለዎም ነጥብታት፣ ህወሓት ኣብ ልዕሊ ጊዜያዊ ምምሕዳር ትግራይ ዝወሰደቶ ስጉምቲ ዕልዋ መንግስቲ ፈፂማ ብዝብል ዘይሕጋዊ ዝውውር ኣፅዋር፣ ዘይሕጋዊ ዝውውር ሰባት፣ ጥሕሰት ሕገ መንግስቲ፣ ዘይሕጋዊ ምልመላ መናእሰይ፣ መናእሰይ ትግራይ ኣብ ኤርትራን ሱዳንን ይስልጥኑ ምህላዎምን እዚ ድማ ሃገራዊ ክሕደት ብዝብል ከም ዘቐመጠን ወዘተ ዝመሳሰሉ ከም ዝኾኑን ዝተረኸበ ምሽጥራዊ ሓበሬታ የረድእ። ስለዚ ድማ ብልጽግና ኣብ ልዕሊ ህወሓት ዳግማይ ግብረ ሽበራ ንምእዋጅ ምድላው ትገብር ከም ዘላ ዝተረኸበ ሓበሬታ የረድእ። እዚ ከምዚ ኢለ እናሃለወ ኣብ ልዕሊ ንብረት ሰራዊት ትግራይ ሓድሽ መጥቃዕቲ ድሮን ከም ዝተኻየደ ተሓቢሩ። እቲ መጥቃዕቲ ድሮን ዝተኻየደ ኣብ ልዕሊ ኣጽዋር ሰራዊት ትግራይ ከም ዝኾነ እንዳተገለጸ ዝርከብ እንትኸውን እቲ መጥቃዕቲ ዝተኻየደሉ ቦታ ድማ ሸረሪና ከም ዝኾነ ተገሊጹ። ስርዓት ብልፅግና ኣብ ከባቢ ሸራሮ ዝፈፀሞ መጥቃዕቲ ድሮን ከቢድ ጉድኣት ከምዘብፀሐ ዝፍለጥ እንትኸውን ብድሕሪኡ እውን ኣርማ ዓሰርተ ሰለስተ ኣብ ሱዳን ሸረሪና ምስ በፅሐት መጥቃዕቲ ድሮን ከምዝተፈፀመን ሓደ ኣባል ሰራዊት ትግራይ እንትመውት ዝተወሰነ መቑሰልቲ እውን ከምዘጋጠመን ክፅብፀብ ፀኒሑ እዩ። እቲ ኣብ ልዕሊ ኣርማ ዓሰርተ ሰለስተ ኣብ ሸረሪና ዝተፈፀመ መጥቃዕቲ ናይ ፈረንሳይ ናይ ዜና ማዕኸን ዝኾነ ኤኤፍፒ እውን ከም ዘረጋገጸ ይፍለጥ። እቲ ኣብ ሸረሪና ተኻይዱ ዝበሃል ዘሎ ናይ ድሮን መጥቃዕቲ ንሳልሳይ ግዜ ዝካየድ ዘሎ እንትኸውን መኽዚን ኣጽዋር ኣርሚ ሰብዓ ዕላወ ዝገበረ ከም ዝኾነ እዩ ዝጽብጸብ ዘሎ። ብወገን ሰራዊት ትግራይ ግን ብዛዕባ እቲ ሕጂ ተኻይደ ዝበሃል ዘሎ ናይ ድሮን መጥቃዕቲ ዝምልከት ዝኾነ ይኹን መልሲ ከም ዘይተውሃበ ተፈሊጡ ኣሎ። እዚ ከምዚ ኢለን እናሃለወ ብልፅግና ብፍላይ ኣብ ልዕሊ ከተማታት ትግራይ ደብዳብ ድሮን ከካይድ ከምዝኽእልን ከቢድ ስግኣት ከምዘሎን ዝፍለጥ እንትኸውን ህዝቢ ትግራይ ናይ ባዕሉ መከላኸሊ መንገድታት ንክትጥቀም መጠንቀቕታ ተዋሂቡ ኣሎ። ህዝቢ ትግራይ ህወሓት ፀረ ድሮን ቴክኖሎጂ ስለዘእተወት ካብ መጥቃዕቲ ድሮን ብልፅግና ክትከላኸለያ ዝብል ተስፋ እንተሃለወ እኳ ህወሓት ዝወነነቶም ፀረ ድሮናት ግን ሙሉእ ህዝቢ ትግራይ ከምዘይከላኸሎን ህዝቡ ናይ ባዕሉ መከላኸሊ መንገዲ ክጥቀም ከምዝግበኦን ተገሊፁ ኣሎ። ፀረ ድሮን ኣብ ከም ከተማ መቐለ ዝመሳሰለ ዓበይቲ ከተማታት ከም ዝተተኸለ ዝግለፅ እኳ እንተኾነ እቲ ኣብ መቐለ ዝተተኸለ ፀረ ድሮን ቴክኖሎጂ እውን ሓደጋ ኣብ ምቕናስ ግደ ክፃወት እምበር ነታ ከተማ ሙሉእ ብሙሉእ ከምዘይከላኸል እስራኤልን ኢራንን ካብ ዝገበራኦ ውግእን ናይ ምክልኻል ስልትን ትምህርቲ ምውሳድ ከም ዝከኣል ተሓቢሮም እስራኤል ኣይሮን ዶም ዝበሃል ጸረ ሚሳኤላትን ድሮናትን ቴክኖሎጂ ተጠቒማ ንምክልኻል እንተፈተነት እኳ እቲ መሳርሒ ግን ክበጽሕ ዝነበረ ሓደጋ ካብ ምቕናስ ሓሊፉ ከተማታት እስራኤል ሙሉእ ብሙሉእ ክሕልወን ከም ዘይከኣለን ወተሃደራዊ መዓስከራት እስራኤል፣ ወተሃደራዊ ፋብሪካታት እስራኤል፣ ትካላት ድሕንነት እስራኤል ወዘተ ከም ዝዓነዉን እናተጸብጸበ ዝጸንሐ እንትኸውን፣ ህዝቢ እስራኤል ግን ካብ ጥቕዓት ኢራን ዝተኸላኸለ ትሕቲ መሬት ኣብ ዝተሰርሑ መሕብኢ ስፍራታት ከም ዝኾነ ይፍለጥ። ህዝቢ ትግራይ እውን እንተኾነ እቲ ጦርነት እንተተጀሚሩ ብልጽግና ዓይኒ ዕሙተይ ከተማታት ክድብድብ ስለ ዝኽእል ሕጂ ኣትሒዞም ሕብኢ ዝኾኑ ጎዳጉዲ ምስራሕ ጠቓሚ ከም ዝኾነ እንዳተገለጸ ይርከብ። ስለዚ ድማ ሓይሊ ፀፅታ ትግራይ መጥቃዕቲ ድሮን ብልፅግና ንምቕናስ ዝኸኣለ ኩሉ ክገብር ከምዝኾነ ዝፍለጥ እኳ እንተኾነ ህዝቢ ትግራይ ግን መንግስቲ ትግራይ ክከላኸለልና እዮ ካብ ዝብል መንፈስ ወፂኡ ባዕሉ ዝከላኸለሉ ሜላታት ትኹረት ክገብር ከምዝግባእ ተገሊፀ። እዚ ከምዚ ኢለ እናሃለወ ኣብ ወልቃይት ከቢድ ውግእ ይካየድ ከም ዘሎ ተሓቢሩ። ካብ ፍልፍላት ዝተረኸበ ሓበሬታ ከም ዝገለጸ እቲ ውግእ ኣብ መንጎ ወረርቲ ሓይልታትን ሰራዊት ትግራይን እንትኸውን ብከቢድ ብረት ዝተሓገዘ ከም ዝኾነ ተገሊጹ። ሰራዊት ትግራይ ኣብ ልዕሊ ብገበነኛ ኮነሬል ደመቀ ዘውዱ ዝምራሕ ጽንፈኛ ሓይሊ ተደጋጋሚ ስጉምቲ ክወስድ እንተጸንሐ እኳ ሕጂ ግን እቲ ጽንፈኛ ሓይልን ሰራዊት ብልጽግናን ብሓባር ኮይኖም ምጥቃዕቲ ከም ዝኸፈቱ ዝተረኸበ ሓበሬታ የረድእ። እቶም ኣብ ምዕራብ ትግራይ ዓሪዶም ዘለዉ ናይ ምወጋእ ሞራል ስለ ዘይብሎም ድፍዖም ሓዲጎም ይሃድሙ ከም ዘለዉ ዝተረኸበ ሓበሬታ ይረድእ። እቲ ኣብ ምዕራብ ትግራይ ክጅመር ኣብ ምቅርራብ ዝርከብ ዋና መስመር ገና ከም ዘይተጀመረ ዝገለጹ ፍልፍላትና እቲ ሕጂ ዝግበር ዘሎ መጥቃዕቲ ግን ነቲ ዋና መጥቃዕቲ ቅድመ ምድላው ከም ዝኾነ ገሊጾም ብተመሳሳሊ መንገዲ ወራሪ ሓይሊ ብግንባር ዓፋር እውን ሰራዊት የፀግዕ ከም ዘሎ ተሓቢሩ። ብልፅግና ኦሮሞ ህወሓት ፅምዶ ፈጢራ ኣብ ልዕለይ ጦርነት ትኸፍት ኣላ ኢሉ ንማሕበረሰብ ዓለም እናፍለጠ እኳ እንተኾነ ብግንባራት ዝግበር ዘሎ ናይ ሰራዊትን ኣፅዋርን ምቅርራብ ብምዕዛብ ግን ብልፅግና ኣብ ውሽጢ መዓልትታት ኣብ ልዕሊ ሰራዊት ትግራይ መጥቃዕቲ ክኸፍት ከም ዝኽእል ምዕዛብ ይከኣል እዩ ክብሎ ሊቃውንቲ ፖለቲካ ይገልፆም። ካብዚ ብተወሳኺ ብልፅግና ንማሕበረሰብ ዓለም ደላዪ ሰላም እናመሰለ ኣብ ልዕሊ ትግራይ ተደጋጋሚ ናይ ድሮን መጥቃዕቲ ይወስድ ምህላዉ ንትግራይ ወጢጡ ናብ ኲናት ክትኣቶ ምግባር ካብ ዘለዎ ልዑል ድሌት ምዃኑ እናገለፀ ይርከቦ። እዚ ከምዚ ኢለ እናሃለወ ኣብ መንጎ ኢራንን ኣብ መንጎ ኣሜሪካን ኣብ ስዊዘርላንድ ክካየድ ተሓሲቡ ዝነበረ ዘተ ከምዝተናወሐ ተሓቢሩ። ኣሜሪካን ኢራንን ተኹሲ ጠጠው ንምባል ዝተፈራረማ እንትኾና ድሕሪ እቲ ፌርማ ድማ መዕለቢ ኣብ ዘይረኸቦ ጉዳያት ዘተ ንምክያድ ቆፀሮ ተታሒዙ እንተነበረ እኳ እስራኤል ኣብ ልዕሊ ሊባኖስ መጥቃዕቲ ምቕፃላ ስዒቡ መራሕቲ ኢራን ናብ ዘተ ከም ዘየምርሑ ኣፍሊጦም ኣለዉ። እስራኤል ኣብ ልዕሊ ሊባኖስ እትገብሮ መጥቃዕቲ ጠጠው ከም ዘይተብል እናተገለፀ እንትትኸውን ወፃኢ ጉዳይ ሚኒስተር ኢራን ድማ ኣብ ተላም ቪቭ ዓሪዱ ዘሎ ስርዓት ንኹሉ ወዲ ሰብ ከቢድ ስግኣት እዩ ክብል ገሊጹ ኣሎ። ኣሜሪካ ድሕሪ ሕጂ ምስ ኢራን ኣብ ጦርነት ክትኣቱ ከም ዘይትደሊ እንዳተገለጸ እንትኸውን እስራኤል ግን ካብ ድሌታት ኣሜሪካ ወጻኢ ትኸይድ ከም ዘላ እንዳተገለጸ ይርከብ። ኣካላት ድሕንነት ኣሜሪካ ሰበስልጣን እስራኤል ፕሬዚዳንት ትራምፕ ዝገብሮ ዘሎ ጻዕሪ ንምፍሻል ከም ዝሰርሑን ምስ ኢራን ሰላም ክፍጠር ከም ዘይደልዩን እናጠንቀቑ ከም ዝርከቡን ማዕኸናት ዜና ሒዘንኦ ዝወፀ ሓበሬታ የረድእ። እምበኣር ከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ እውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓድሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ከተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንኽበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም